ሰላም ጥዕና ይሃበልና ዝኸበርኩም ተኸታተልቲ ልሳን ተጋሩ ዜናታት ናይ ዝዕለት ሒዝና መፅና ኣለና። ፈለማ ግን ቐንጠቐንዲ ኣርእስታት ኣርሚ ሰብዓ መብርቓዊ መጥቃዕቲ ከም ዝጀመረ ተሓቢሩ። ብጸረ ድሮን ዝተሓገዘ መጥቃዕቲ ይካየድ ከም ዘሎ ተፈሊጡ። ሰራዊት ትግራይ ጸረ ድሮን ቴክኖሎጂ ሓዊሱ ካልኦት ወሰንቲ ኣጽዋራት ከም ዝተዓጠቐ ምሽጥራዊ ፍልፍላት ሓቢሮም። ካብ ወልቃይት ትኩስ ሓበሬታ ተረኺቡ። ካብ ትግራይ ብኤርትራ ኣቢሉ ናብ ዱባይ ክስደድ ዝነበሮ ገዚፍ ፅዕነት ወርቂ 1.8 ቶን ወይ ድማ 18 ኩምታል ኣብ መንገዲ ጠፊኡ ተባሂሉ ዝብሎን ካልኦትን ኣለውና። ሕጂ ድማ ናብ ዝርዝራም ፈለማ ግን ቻናልና ሳብስክራይን ምድላዋትና ድማ ላይክን ሼርን ብምግባር ቤተሰብ ይኹኑ። ሰናይ ምክትታል ኣርሚ ሰብዓ መብረኦ መጥቃዕቲ ከም ዝጀመረ ዝገልጽ ዜና ውፅኡ ካብ ፍልፍላትና ዝተረኸበ ሓበሬታ ከም ዝገለጸ ወልቃይት ወይ ሞት እናበለ ዝዝክር ዝነበረ ሓይሊ ኣብታ ዝኹዓታ ጎዳጉዲ ይቕበር ከም ዘሎ ፍልፍላት እናሓበር ይርከብ። ምዕራብ ትግራይ መዕንደሪት ፅንፈኝ ሓይልታት ኣምሓራን ብልፅግና ኦሮሞን ካብ እትኸውን ዓመታት እንተተቆፀረ እኳ ሰራዊት ትግራይ ትኽክለኛ ግዜ እናተፀበየ ከም ዝነበረ ተፈሊጡ። ኣብዚ ሕጂ እዋን ዋና ሓጋዚት ብልፅግና ዝነበረት ሕቡራት ዓረብ ኤሚሬት ከቢድ ስዕረት ኣጋጢምዋ ካብ ቀርኒ ኣፍሪካ ትሃድም ከም ዘላ እንዳተፀብፀበ ይርከብ። ሕብራት ዓረብ ኤምሬት ድሮናት እናልኣኸት ኣብ ልዕሊ ህዝቢ ትግራይ ጆኖሳይድ ዝፈፀመት ገበነኛ ከም ዝኾነት ዝፍለጥ እንትኸውን ኣብ ልዕሊ ህዝቢ ትግራይ ጥራሕ እንተይኮነስ ኣብ ልዕሊ ህዝብታት የመን፣ ሱዳን እውን ተመሳሳሊ ጆኖሳይድ ክትፍፅም ከም ዝፀንሐት ይፍለጥ። ይኹን እምበር ገበነኛ ሕብራት ዓረብ ኤምሬት ብመናሕናሕታ ዝኾነት ስዑድ ዓረብ ተሸኒፋ እናሃደመት ከም ትርከብ ዝረኸብናዮ ሓበሬታ የረድእ። ነዚ ዝሰምዐ ብኣብይ ኣሕመድ ዝምራሕ ብልፅግና ኦሮሞ ንሓዘን ከም ዝተቐመጠ እንዳተገለፀ ይርከብ። ስለዚ ድማ ሰራዊት ትግራይ ዝጀመሮ ኦፕሬሽን ኣብ ትኽክለኛ ሰዓት ከም ዝኾነ እንዳተገለጸ ይርከብ። ኣብ ሱዳን ዝጸንሐ ሰራዊት ትግራይ ንዓመታት እኹል ስልጠና ካብ ሞሳድ ንላዕሊ ጸረ ድሮን ቴክኖሎጂ ሓዊሱ ካልኦት ወሰንቲ ኣጽዋራት ከም ዝተዓጠቐ ምሽጥራዊ ፍልፍላት ይሕብሩ። ኣብቲ ጀኖሳይዳዊ ኹናት ትግራይ ሰራዊት ትግራይ ምስ ልዕሊ ሸውዓተ ሃገራት ገጢሙ ፍሉይ ጅግንነት እንተርኣየ ዘመናዊ ጸረ ድሮን ቴክኖሎጂ ዘይምውናኑ እቲ ዝዓበየ ጉድለት ከም ዝነበረ ካብ ወታደራዊ ፍልፍላትና ዝተረኸበ ሓበሬታ የረድእ። ስለዚ ድማ ኣርሚ ሰብዓ ዘካይዶ ዘሎ ኦፕረሽን ብዘመናዊ ፀረ ድሮን ቴክኖሎጂ ዝተሓገዘ ስለዝኾነ ድሮናት ብልፅግና ኣብ ጥቕሚ ክውዕላ ከምዘይኽእላ እንዳተገለፀ ይርከብ። እቲ ዝተረኸበ ሓበሬታ ወሲኾ ከምዝገለፆ ሰራዊት ትግራይ ብዝወስዶ ዘሎ መብረቓዊ መጥቃዕቲ ዛጊድ ወረዳታት ነፃነተን ይእውጃ ከምዘለዋ ተፈሊጡ። ፅንፈኛ ሓይልታት ኣምሓራ ወልቃይት ወይ ሞት እናበሉ ክፍከሩ ዝፀንሑ እንትኾኑ ኣብተን ንዓመታት ዝሃነፅወን ድፍዓት ይቕበሩ ከም ዘለዉ ንምፍላጥ ተኻኢሉ። እዚ ከምዚ ኢሉ እናሃለወ ካብ ትግራይ ዝተረኸበ ተወሳኺ ሓበሬታ ከም ዝገለፆ እቲ ኣብ ትግራይ ዝፀንሐ ሰራዊት ትግራይ እውን ዘመናዊ ኣፅዋር ከም ዝተዓጠቐን ድሕሪ ሕጂ ብልፅግና ኣብ ልዕሊ ህዝቢ ትግራይ ናይ ድሮን ደብዳብ ንምፍፃም ከም ዝኸብዶን ተሓቢሩ። ብመሰረት እቲ ዝተረኸበ ሓበሬታ ኣብዚ ሕጂ እዋን ሰራዊት ትግራይ ወናኒ ዘመናዊ ጸረ ድሮን ቴክኖሎጂ ጥራሕ እንተይኮነስ ወናኒ ዘመናዊ ሚሳኤል እውን ከም ዝኾነ ተፈሊጡ። ካብ ትግራይ ብኤርትራ ኣቢሉ ናብ ዱባይ ክስደድ ዝነበሮ ገዚፍ ጽዕነት ወርቂ ሓደ ነጥቢ ሸሞንተ ቶን ወይ ድማ ዓሰርተ ሸሞንተ ኩንታል ኣብ መንገዲ ጠፊኡ ከም ዘሎ ምሽጥራዊ ምንጭታት ህግደፍ ሓቢሮም ክብል ኢትዮጵያዊ ዝሓበሻ ሚድያ ገሊጹ። ነዚ ጉዳይ ብቐረባ ዝከታተሉ ምንጭታት ንዝሓበሻ ኣብ ዝሃብዎ ሓበሬታ እዚ ዘይሕጋዊ መስመር ዝሕግዝ ስግጋር ኣዋርሕ ብኩባንያ ዕደና ኢዛና፣ ዝተቐድሐ ወርቂ ትግራይ ብዛላምበሳ ኣቢሉ ናብ ኣስመራ ብድሕሪኡ ድማ ናብ ዱባይ ይጓዓዝ ከም ዘሎ ኣዋርሕ ኣቑፂሩ እዮ ክብል ገሊፁ። እንተኾነ እቲ ቅድሚ 11 መዓልቲ ዝተለኣ 1.8 ቶን ወርቂ ኣብቲ እዋን ኣማኢት ሚሊዮናት ዶላር ዝግመት ዝነበረ መዕለቢኡ ክሳብ ሕጂ ከይተፈለጠ ጠፊኡ ኣሎ ብምባል መሰንበዲ ዜና ኣቃሊሓ ኣሎ። ወተሃደራዊ መራሕቲ ህግደፍ ነቲ ወርቂ ከም ዘብጽሕዎ ብትሪ ክኽሕዱ እንከለዉ፣ ኣብ ኤርትራ ዘለዉ ሚዛንኦም ግና ኣብ ኢድና ኣይኣተወናን ብምባል ምላሽ ሂቦም እዮም ክብል እቲ ሚድያ ሓቢሩ እዩ። ነዚ ምስሕሓብ ስዒቡ ኣብ መንጎ ክልቲኦም ውድባት ዝነበረ ምሽጥራዊ ዝምድና ከምዝተቋረፀን ብዛላምበሳ ቢል ዝካየድ ዝነበረ ምንቅስቓስ ንዝሓለፉ ዓሰርተ ክልተ መዓልትታት ሙሉእ ብሙሉእ ደው ከም ዘበለን ተገሊጹ ኣለ። ብተዛማዲ ዜና ትግራይ ናብ ብሄራዊ ባንኪ ኢትዮጵያ ዝበጽሕ ዝነበረ ወርቂ ካብ ዝቋረጽ ሓደ ወርሒ ከም ዝሓለፈ ዝገለጸ እቲ ሚድያ እቲ ፍርያት ሙሉእ ብሙሉእ ናብዚ ናይ ኮንትሮባንድ መስመር ከም ዝተዘዋወረ ሓበሬታ ኣለኒ ክብል ይሕብር ኣሎ። እዚ ፈጺመ ተራ ገበን ኮንትሮባንድ ዘይኮነስ ኣብ ፖለቲካን ቁጠባን ኢትዮጵያ ዓቕሚ ጽልዋ ዘለዎ ሓደገኛ ምልክት እዩ ዝበለ ኮይኑ እዞም ዝስዕቡ ነጥብታት ነቲ ኩነታት ብዝርዝር ንምርዳእ ክሕግዙ እዮም ክብል ድማ ኣጠንቂቑ ኣሎ። በዚ መሰረት ድማ መጠን ሃፍትን ቁጠባዊ ዕንወትን ዝበለ ኮይኑ ንኣብነት ድማ እቲ ዝጠፍአ መጠን ወርቂ 1.8 ቶን ቁም ነገር ዘይብሉ ኣይኮነን። ማእኸላይ ዋጋ ሓደ ኪሎ ወርቂ ኣብ ኣህጉራዊ ዕዳጋ ካብ 65,000 ክሳብ 70,000 ዶላር ክኸውን ይግመት። እዚ ማለት 800 ኪሎ ግራም ወይ ድማ 1.8 ቶን ወርቂ ካብ ሓደ ሚእትን ዓሰርተ ሸውዓተን ሚልዮን ክሳብ ሚእትን ዕስራን ሽዱሽተን ሚልዮን ዶላር ኣስታት ዓሰርተ ክልተ ቢልዮን ብር ክኸፈል እዩ ክብል ተዛሪቡ። ኢትዮጵያ ብሰንኪ ሕፅረት ሸርፊ ወፃኢ መድሓኒትን መሰረታዊ ኣቑሑታትን ካብ ወፃኢ ንምእታው ኣብ እትሽገረሉ ዘላ እዋን ከምዚ ዝበለ ገዚፍ ሃፍቲ ካብ ዓይኒ ሃገራዊ ባንክ ተሓቢኡ ንረብሓ ውልቀ ሰባት ኣብ ጥቕሚ ምውዓሉ ቁጠባዊ ጥል ቁጠባ እታ ሃገር ክወስድ ይኽእል ድማ ኢሉ ኣሎ። ካሊእ ድማ ፖለቲካዊ መድረኽ ዝምድና ህወሓትን መንግስቲ ኤርትራን ከም ማይን ነዳድን ዘይዕራቕ ይመስል ይኹን እምበር እዚ ፈጺመ እዚ ፖለቲካዊ ጽልእን ህዝባዊ ህልኽ ዝኸውን ፕሮፓጋንዳ ክኸውን ከም ዝኽእል ዘርኢ ኮይኑ ብድሕረ መጋረጃ እቶም ጀነራላት ፖለቲካዊ ምትእስሳር እኳ እንተሃለዎም እቲ ዞባዊ ፖለቲካ ክሳብ ክንደይ ብዕምቆት ዝተበላሸወ ምዃኑ ዘርኢ እዩ ክብል ይገልጽ። ብተወሳኺ ድማ ስክፍታ ጸጥታን ዞባዊ ዘይምርግጋእን ኣብ መንጎ ክልቲኦም ወተሃደራዊ ሓይልታት መን ይበልጸኒ መን ጠሊመኒ ዝብል ስምዒት ናብ ግጭት ናይ ምምራሕ ተኽእሎ ኣለዎ። ሓደ ነጥቢ ሸሞንተ ቶን ወርቂ ብቐሊሉ ዝረስዕ ሃፍቲ ኣይኮነን። እዚ ዘይምርዳእ እዚ ነቲ ኣብ ከባቢ ዶብ ዘሎ ጸጥታዊ ኩነታት ዝዘርግ ጥራይ ዘይኮነስ ናብ ውሽጣዊ ሸርሕታትን ሕድሕዳዊ ዕንወትን የስዕብ። እቲ ወርቂ ብኤርትራውያን ድዩ ተሓቢኤ ወይስ ጀነራላት ሕወሓት ንባዕሎም ሓቢኦሞ ጠፊኦም ዝብል ሕቶ ጥርጣረ እናዓበየ ይኸይድ ኣሎ ክብል ሓቢሩ። እዚ ጉዳይ ኣቕልቦ መንግስቲ ፌደራልን ዝምልከቶም ኣካላትን ዝግብኦ እዩ። በዚ ብርኪ ሃፍቲ ህዝቢ ክዝረፍ ከሎ ሱቕ ክብል የብሉን። ብኻሊእ ወገን እዚ ፍፃመ እዚ ኲናት ንነጋዶ መርዓ እዩ ከም ዝበሃል ኣብ ሰሜን ዝረአ ዘሎ ግጭትን ዘይምርግጋእን ንገለ ወተሃደራዊ ኤሊታት ንፍታም ዝሕግዝ መንገዲ ኮይኑ ከም ዝቕጽል ዘቃልዕ ዘሕዝን ፍጻመ እዩ ክብል እቲ ሚድያ ገሊጹ ኣላ። እዚ ዜና ድማ ኮነ ተባሂሉ ካብ ፌደራል መንግስቲ ዝዝርጋሕ ዘሎ እዩ ተባሂሉ እንዳተቓልሐ ይርከብ። ምኽንያት ድማ ኣብይ ኣሕመድ ሎሚ ዘይሕጋዊ ዝውውር ወርቂ ኣብ ድንበራት ትግራይን ኤርትራን ኣሎ ብዝብል ምኽንያት ኣብ ልዕሊ ትግራይ ውግእ ንምኽፋት ተሊሙ ስለዘሎ እዩ ተባሂሉ ይቃላሕ ኣሎ። ጎና ጎኒ ምስ እቲ በዚ ሓበሻ ዝተብሃለ ሚድያ ዝወፀ ዜና ድማ ካሊእ ምንቅስቓስ ካብ ፌዴራል መንግስቲ ተጀሚሩ ኣሎ። ምንቅስቓስ ድማ ፌዴራል መንግስቲ ኣብ ድንበራት ትግራይን ኤርትራን ናይ ድሮን ስለላ ምክያድ ምጅማሩ ስዒቡ እዩ። እዚ ድማ ኣብቲ ከባቢ ትርምስ ንምፍጣርን ውግእ ንምውላዕ ዝዓለመ ሽርሒ ኣብዪ ምዃኑ ይሕበር ኣሎ። ሎሚ ድማ ኣብ መላእ እቲ ሃገር ሓደ ግዜ ጀነራላት ትግራይ ወርቂ ከም ዝሰረቑ ካሊእ ግዜ ድማ ናብ ኤርትራ ሓደ ነጥቢ ሸሞንተ ቶን ወርቂ ናብ ኤርትራ ምስጋሮምን የቃልሕ ኣለዉ። ዜናታት ናይዚ ዕለት ነዚኦም ይመስሉ ነይሮም። ስለ ምክትታልኩም ነመስግን። ሰላም።